ንፋስ ከይኣትዎ ፍቕርና ከይከውን ሙና

ሰላም ሓባይብ ከመይ ቀኒና ቃል ሓን መጻኩም ኣይኖ ብጣዕሚ ጠፊአ ግን ኩሉ ግዜ ሓላፍነት ናይ ስድራ ኣብዚ ኣብዚ እንተኮይኑ ንክትመፅእ ወይ ዝኾነ ማነጅ ንክትገብሮ ኣሸጋሪ እዩ ምበልኩኹም ነይረ ግን ሓሶት ክኾኑ እኹን ትሩፍን ግዜ ነይርኒ በስ ማነጅ ኣይገብርኩን ካብ ብሕጂ ግን ከም ፍቃድ ኣምላኽ ኢምፕሩቭ ክንገብር ኢና ሎማዓልቲ ሒዝናያ መጺና ዘለና ፕሮግራም ብዛዕባ ንእሽተ ናይ ኮሜዲ ስኪት ኮይና ብዛዕባ ዜና እያ ክትከውን ሶ ሰናይ ምክታል ቅድሚ ምኻድና ግን ኣቅሪብ እያ ትዛረብ ማለት ከም ካልእ ከኣ ከይትወድፎ እስከ ኣብ ታሕቲ ሲ ቤተሰብ ኮይና ዘን ኣይኮና ዓጽመ ስጋስ ኮይና ዘን ኣይኮና ቁርብ እስከ እስከ ንሱ ዝሓንሓራይ ንሱ ዝሓንሓራይ ሓወይ ሓፍተይ እስከ ንባህር ከለና ዶ ሓወይ ሓፍተይ ኣብ እስከ ንማሙቕ እስከ እስከ ብሓንሳ ንማሙቕ ሓወይ ሓፍተይ ንባህል ኣብ ታሕቲ እስከ ብሓንሳ ንማሙቕ እስከ እስከ ስራብ እስከ ንገብረ ብሓንሳብ ከም ተወሳኺ ድማ ሃናፂ ርእቶ ኣይንረስዕ ዝኾነ ሰብ ዝኾነ ነገር ገብር ግን ከሎ ፅቡቕ ዘሎ ኮይኑ ዝስምዖ ንሕና ከዓ ዝኾነ ነገራት ጉድለታት ክረአ እንከሎ ምልስ እንዳበልኩምና ምስናይ እዚ ሰናይ ምግታል ስለ መዓልቲ ሰላም ከመይ ውዕልኩም ክቡራት ተዓዘብቲ ፈነወ ቲቪ ኤርትራ ንሎሚ ሓደ ጥቅምቲ ንፍርቂ መዓልቲ ዝተዳለወ ዜናዊ መሰናደዊ ሒዝናልኩም ቀሪብና ኣለና ንምክታልኩም ብክብሪ ዝዕድም ብሃበሎም ፍሓበሎም መረረው ብቐንዲ ነጥብታቱ ክፍለእም። ክልምታም ጌርካ ኣዛራባ ልሃባ። ካብ መዓስ ንዘረባ ዜማ ግበረሉ እዩ ነይሩ? ገለ ክትብልና?
ኣብ ስራሕ ኢና ዘለና ግደፍ ግደፍ ንዓኻ ደሓር እየ ክራኸበልካ። ኣብ ቶሮንቶ ካናዳ ዘጋጠመ ንዓብዪ ኣብ መንጎ ኤርትራውያን ትሽዓተ ሰባት ተሃስዮም ከብቅዑ እንከለዉ ሓደ ድማ ኣብ ከቢድ ኩነታት ከም ዘሎ ዛጊት ተነጊሩ ህቡብ ተጻዋቲ ኩዕሶ ሓይሊ ኣባር ዓዶም ብዘምጽኦ መጸለል ሃትሪክ ክብረ ወሰን ክሰብር ክኢሉ። ከምኡ'ውን ንሓንቲ ጓል ዓይኑ ምጸቐጠላ ክትጸባብሮ ስለ ዘይከኣለት ፌንት ከም ዝኸደት ምንጪ ሓበሬታና ይነግር። ዝርዝር ዜና፣ ኣብ ቶሮንቶ ካናዳ ዘጋጠመ ሰለማዊ ኣይነበረን ምሽ ናዕቢ ነይሩ እንታይ ትብላለኻ? ኣብ ቶሮንቶ ዘጋጠመ ናዕቢ ትሽዓተ ሰባት

ኣነ ደኣ ቸልሲ ርሕሱና ኢለ ንድግፎም ነርና ሕጂ ግን ሓሚቖም ኣርሰናል ተቐይርና ኣይፍለጥን እያ
ብዛዕባ ሃገር ሃገር ይብለካ ኣሎ ሃገር ከም ሃገር መጠን ስለመን ኢኻ ዝብር ሃገር ዳ ፖርቹጋል እዮም ነፊዖም ዘሎ ሕጂ ንኦም ንፀጋጋዕ ኣለና ምስ ኣለካ ኣቦይና ዴን በቦይኒ ፀሎቶም ሕዋት ከም ዝረኽሞ ብጣዕሚ ሕማቅ ዘሎ ኩነታት ኣብ ዝተቋርፅናዮ የእከለና ሶኬ ኣጆኻ ኣጆኻ ያፌት ሓዊ ኣጆኻ ሶኬ ንረሰቡ ሓላፋይ እንዲ ህቡብ ተፃወቲ ኩዕሶ እግሪ ሓይልኣብ ኣርዓዶም ብዘምጸኦ ዓወት ሃትሪክ ሰሪሑ ኣብ ታሪኽ ፈለማ ሰብ ክኸውን ከብቅዕ እንከሎ ህዝቢ ብጣዕሚ ሓጎሶም ገሊጾም። እሺ ሓይልኣብ ሓውና ኩዕሶ ሎምዓት ጸወታ ከመይ ነይሩ ቁሩብ ግለጸልና እስከ። ዌል ጸወታ ብጣዕሚ ጽቡቅ ነይሩ ከም ካፑቴን ከም ኣላይ ጋንታ ኮንካ ከም ተጻዋታይ ኮንካ ትጻወት ቁሩብ ክብድ ይብል እንድዩ። ግን ማይዛዊ ጽቡቅ ነይሩ ብጣዕሚ ጽቡቅ ብፍላይ እታ ሃትሪክ ዝሰራሕካዶ መዓልቲ ብጣዕሚ ሰብ ኣዛሪባ እያ እሱ ገዲፍካ ተዛረብ ዋ ብፍላይ ተዓዘብቲ እውን ዓቢ ሞራል ይሂብና ባስዋይ ድማ ንዕኦም እዩ ከመን ወፍየ ኣለኹ ንዕኦም
እቲ ኬሚስትሪ ኣብ መንጎ ተፃወቲ ከመይ ነይሩ ከመይ ተፃወትኩም ጋንታ ሓደ ክልተ ነይሮም ቁሩብ ናይ ድኻም ገለ ራእና ግን ባይዛዊ ጽቡቅ ነሩ ባእሲ ነበረ ገለ ብሕውነት ምጭውነት ገለ ገለ ብኸም እዩ ያ ብኸም ኢና ወዲና
ዝኾነ ኣብ መውዳእታ ዝኾነ ምስጋና ክትምስጋና ባይዘወይ በዓልቲ ቤተይ ምስ ሓደ ወደይ ነፍቃሪተይ ከዓ ከይረሳዕክ ኣቤት
ሶሪ ሙላቐ እንታይ ደለ በዓልቲ ቤተይ ጥራ በዓለ እንታይ

መስመር መስመር ሕማቕ ኣሎ ተዓዘብትና ከም ዝረኣኹሞ ሓሳብ ሓሳብ ስርሕዎ እንታይ ናይ ድጋዛ ኣብቲ ኣብዚ ትካ ዘሎ ተዓዘብትና ረሓን ክቡራት ተዓዘብትና ካብዚ እንየው ድማ ኩነታት ኣየር ብሓውና ስምስም ክወሃበና እዩ ናብኡ ክነብረኩም እሺ ታንክ ዩ ሓቢቢ ሎም መዓልቲ ወይዘር ፀሓይ ክታርድማ ኢሎም ነሮም ግን ስጋ ሓጆ ሓንቲ ድረኣናዮ ተኣምር የለን እንዳ ኢኻ እታ ግን እስከ ዕድል ንሃቦም ዕድል ንሃቦም ደሓን ኣይንተሃወ ስካዕ ደበና እዩ ዘሎ ግን ፀሓይ ስካዕ ዲሃረም እንድሎ
ኣታ ብቐደሙ ተራፊ ይኹን እንተለ ነረ እንታይ ፀሓይ ክትሃርም ወርሒ ከዋኸብ በዓል ፈለጣዊ ዘለዎ ወይዘር እዩ ዘይኮን ኮይኑ ይብዘ ዘለኹ እምበር ዋይ ዝኸበርኩም ተዓዘብትና ናይ ልምዓት ዝነበረና ዜናዊ መደብ ኣብዚ ኣብቂዑ ኣሎ ስለምክታልኩም ክብረት ሃበልና ሰላም መዓልቲ